ሰላም ኩቡራት ተኻታተልቲ ንሕጃብ ዝተዳለወ ዕለታዊ ዜናታት፣ ኤርትራ ኣብ ሓፈሻዊ ኣኼባ ውድብ ሕቡራት ሃገራት ንሕወሓት ምኽሳሳ፣ ኣብ ትሕቲ ኣብይ ኣሕመድ ሚኒስተር ኮይና ዝጸንሐት ፊልሳን ዓብዱላሂ ስርሓ ምግዳፋ፣ ኢትዮጵያ ሕጂ'ውን ካሊእ ኤምባሲ ምዕጻዋ፣ ኣር ኬሊ ገበነኛ ኮይኑ ምርካቡን ኣብ ልዕሊ ፕሬዚደንት ፈረንሳ ዝወረደ መጥቃዕትን ካልእን ዘድህስስ ክኸውን እዩ። ናይ ወትሩ ተኻታተልቲ እዛ ቻነል ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ኣብዚ እዋን ዝተፈላለዩ መራሕቲ ሃገራትን ወከልቲ ሃገራትን ኣብ መበል ሰብዓን ሽዱሽተን ሓፈሻዊ ኣኼባ ውድብ ሕቡራት ሃገራት ቃሎም የስምዑሉ ኣብ ዘለዉ ግዜ ንኤርትራ ወኪሉ ሚኒስተር ወጻኢ ጉዳያት ኤርትራ ዖስማን ሳልሕ ቃሉ ሂቡ ኣሎ። ኣብቲ ሚኒስተር ወጻኢ ጉዳያት ኤርትራ ዖስማን ሳልሕ ዝሃቦ መደረ ከኣ ኣብ መጀመርታ ብዛዕባቲ ካብ ዝሓለፈ ዓመት ጀሚሩ ንዓለምና ወሪሩ ዘሎ ሕማም ኮሮና ኣተኲሩ ክዛረብ እንከሎ ብዛዕባ ኮሮና ከኣ እዚ ናይ ሕጂ ሓፈሻዊ ኣኼባ ውድብ ሕቡራት ሃገራት ከም ቴምኡ ጌሩ ሒዝዎ ዘሎ ብተስፋ ተጻዋርነት ምህናጽ፣ ካብ ኮሮና ናብ ንቡር ምምላስ፣ ዘላቕነት ምህናጽን ንድሌታት እዚ ዓለም ምምላስን፣ ምኽባር ሰብኣዊ መሰላትን ንውድሑራት ሃገራት ምሕዳስን ዝብል ቴማ ተስፋ ዝህብ እዩ ድሕሪ ምባል፣ ንስድራ ብሕማም ኮሮና ግዳያት ዝኾኑ ዜጋታት ዓለም ከኣ ጽንዓት ይሃብኩም ኢሉ። ካብኡ ቀጺሉ ዖስማን ሳልሕ ብዛዕባ ኪሊማዊ ለውጢ ዘለዎ ሓደጋኛኘትን ድሕሪ ምዝራብ፣ ውድብ ሕቡራት ሃገራት ኣብዚ ጉዳይ የሐይሉ ክጽዕር እውን ጸዊዑ። ብድሕሪዚ ሚኒስተር ወጻኢ ጉዳያት ኤርትራ ዖስማን ሳልሕ፣ ኤርትራ ኣብ ጉዳይ ግድብ ሕዳሰ ናይ ኢትዮጵያ ዘለዋ ኣመላኸታ ኣመልኪቱ ኣብ ዝሃቦ መግለጺ፣ እቲ ኣብ መንጎ ግብጺ፣ ሱዳንን ኢትዮጵያን ተፈጢሩ ዘሎ ዘይምስምማዕ ብፖለቲካዊ ሰናይ ድሌትን ሰናይ ምትእምማንን ዝኾነ ዘተ ክፍታሕ ከምዝኽእል ነቲ ጉዳይ ከኣ ዓለማዊ ምግባሩ፣ እቲ ኣብ መንጎ እዘን ሃገራት ክህሉ ዝኽእል ምሕዝነትን ፍትሕን ክዓግት ይኽእል እዩ ብምባል፣ እቲ ጉዳይ ብዘተ ናይተን ሰለስተ ሃገራት ክፍታሕ እዩ ጸዊዑ። ብድሕሪዚ ዖስማን ሳልሕ ኣብ መደርኡ ኣብ መወዳእታ ኣልዒሉ ዝተዛረበሉ ጉዳይ እንድሕር ነይሩ ብዛዕባ ናይ ኤርትራን ኢትዮጵያን ሰላምን ህወሓትን እዩ። ኣብቲ ዘረብኡ ከኣ ኣብ ክልተ ሽሕን ዓሰርተ ሸሞንተን ኤርትራን ኢትዮጵያን ብሩህ ተስፋ ዝሃበ ስምምዕ ሰላም ገይረን ድሕሪ ምባል፣ ህወሓት ግና ነቲ ዝተፈጥረ ኩነታት ምቕባል ከምዝኣበየ እዩ ከሲሱ ዘሎ። ብጀካ እዚ ዑስማን ሳልሕ፣ ህወሓት፣ ነቲ ናይ ኤርትራን ኢትዮጵያን ሰላምን ንምዝራግ፣ ኣብ ኢትዮጵያ ከኣ ደጊሙ ስልጣን ንምሓዝ ተደጋጋሚ የዕናዊ ተግባራት ገይሩ ክብል ውን ንህወሓት ክኸስስ እንከሎ፣ ንሱ ቀጺሉ ህወሓት ንኽልተ ዕቑድ መሬትና ሒዙ ነይሩ ኢሉ ውን ክኸስስ እዩ ተራእዩ። ብዛዕባ እቲ ሕጂ ዘሎ ኩነታት ኣመልኪቱ ከኣ ንህወሓት ሰሜን እዚ ብምህራሙ ኣብ ልዕሊ ኢትዮጵያን ኤርትራን ተጻብኦ ጀሚሩ ኢሉ ክኸስስ እንከሎ፣ ገለ ሃገራት ብፍላይ ድማ ኣሜሪካን ኤውሮጳውያን መሓዙታን፣ ንሕወሓት ይከላኸሉ ምህላዎም ይቕረ ዘይበሃሎ'ዩ ብምባል፣ ኣብ ልዕሊ ናይ ህዝብን ሃገርን ልኡላውነት ኤርትራ ዝነብር ዘሎ ዘይፍትሓውነት መፈጸምታ ክግበረሉ'ዩ ጻውዒት ኣቕሪቡ። ኣብ ትሕቲ ምምሕዳር ኣብይ ኣሕመድ ሚኒስተር ደቀንስትዮ፣ ቆልዑን መንእሰያትን ኮይና ክትሰርሕ ዝጸንሐት ፊልሳን ዓብዱላሂ ካብ መዝነታ ብገዛእ ፍቓዳ ከም ዝወረደት ኣፍሊጣ። እታ ሚኒስተር ብመገዲ ናይ ማሕበራዊ ገጻት ኢንተርኔት ሕሳባ ገይራ ዘርጊሓቶ ኣብ ዘላ መግለጺ፣ ትማሊ ዕለት ዕስራን ሸውዓተን ወርሒ ትሽዓተ ክልተ ሽሕን ዕስራን ሓደን ብገዛእ ፍቓዳ ስልጣና ከትለቅቕ ምዃና ዝሕብር ደብዳበ ንምምሕዳር ኣብይ ኣሕመድ ከም ዘረከበት ኣፍሊጣ እያ ዘላ። እታ ሚኒስተር ከኣ ኣብቲ ዘርጊሓቶ ዘላ ቅዳሕ ናይቲ ደብዳቤኣ፣ ንሳ ናብ ስልጣን ናይቲ ክትመርሖ ዝጸንሐት ሚኒስትሪ ክትመጽእ እንከላ፣ ዳርጋ ዘይሰርሕ ሚኒስቴር ከም ዝተቐበለት፣ እዚ ከኣ ዳርጋ ንክትፈሽል ሸረኽ ይመስል ከም ዝነበረ ግን ኣብ ውሽጢ ሓደ ዓመት ብድሆታት እኳ እንተሃለወ ብዙሕ ንቕድሚት ከም ዝጎስጎስ እያ ገሊጻ። ብድሕሪዚ ብዛዕባቲ ኣብ ሚኒስቴር ዘምጽኣቶ ለውጢ ንዝመጽእ ዓሰርተ ዓመታት ዝበቅዕ መደብን ከም ዝሰርዐትን እዚ ከኣ ኣብ ግብሪ ምስ ዝውዕል ንመሰላት ጥዕና ደቂ ኣንስትዮ፣ ቆልዑን መንእሰያትን ዘዕቢ እዩ ክትብል እንከላ፣ ደጋጊማ ብዛዕባ እዚ ጉዳይ ናይ ስልጣንካ ምግዳፍ ድሕሪ ምሕሳብ፣ ስልጣና ክትገድፍ ወሲና ከምዘላ'ያ ሓቢራ። ሚኒስተር ፊልሳን ዓብዱላሂ ኣብቲ ደብዳቤኣ፣ ዝኾነ ይኹን ስነ-ምግባረይ ዝጻረር ኩነታት ምስ እምነተይን መትከለይን'ዩ ዝጋጮ። ነዚ እምነተይ'ዚ ምጥላም ከኣ ኣብ ገዛእ ርእስኻን ዜጋታትካን ዘለካ ምትእምማን ምጉዳል'ዩ። ንሕልናይ እዕርዩ ዝጸልዎ ብሕታዊ ባህሪ ስለ ዘሎኒ ካብ ስልጣነይ ክወርድ ነዚ ደብዳበይ የቕርብ ኣለኹ ክትብል ጽሒፋ'ላ። ፊልሳን ዓብዱላሂ ብዛዕባ'ዚ ሕጂ ወሲዳቶ ዘላ ውሳነ ኣመልኪታ ንማዕከናት ዜና ዝኾነ ሓበሬታ ዘይሃበት'ኳ እንተኾነት፣ እታ ሚኒስትር ኣብዚ ዓሰርተ ኣዋርሕ ገይሩ ዘሎ ኲናት ትግራይ ኣብ ዝሓለፈ ወርሒ ክልተ ኣብ ዝሃበቶ መግለፂ ኣብ ትግራይ ዓመፅ ኣብ ልዕሊ ደቂ ኣንስትዮ ብዘይ ምጥርጣር ኣጋጢሙ'ዩ ብምባል እያ ተዛሪባ ነይራ። ፊልሳን ዓብዱላሂ ኣብዚ ሕጂ ዘርጊሓቶ ዘላ ደብዳበ ንቀዳማይ ሚኒስትር ኣብይ ኣሕመድ ነቲ ዝሃባ ዕድል ከም እተመስገኖ እውን ፅሒፋ ኣላ። ከም ዝፍለጥ ፊልሳን ዓብዱላሂ ናብ ስልጣን ክትመፅእ እንከላ ሓንቲ ካብቶም ዝነኣሱ ሚኒስትራት ብምዃን እያ ንመጀመርታ ግዜ ኣብ ክልተ ሽሕን ዓሰርተ ትሽዓተን ሚኒስትር ኮይና ተመዚዛ ዝነበረት። ኢትዮጵያ ኣብ ዝተፈላለያ ሃገራት ዘለዋ ኤምባሲታት ክትዓጾ ከምዝኾነት ቀዳማይ ሚኒስተር እታ ሃገር ዝኾነ ኣብይ ኣሕመድ ካብ ዘፍልጥ ኣትሒዙ እታ ሃገር ኣብ ኣልጀርያን ግብጽን ዝነበራ ኤምባሲታት ከምዝዓጸወት ዝዝከር ኮይኑ ሕጂ ድማ ኢትዮጵያ ኣብ ኣየርላንድ ዝርከብ ኤምባሲኣ ክትዓጽ ወሲና ከምዘላ ተገሊጹ። ምዕጻው ናይዚ ኤምባሲታት ድማ ፋይናንሳዊ ጸገማት ከምዝኾነ ክግለጽ እንከሎ እዚ ሕጂ ተዓጽዩ ዘሎ ኣብ ኣየርላንድ ዝጸንሐ ናይ ኢትዮጵያ ኤምባሲ እውን ብሰንኪ ፋይናንሳዊ ጸገማት ከምዝኾነ ተሓቢሩ ዝርከብ። ከምዝፍለጥ ኣብ መንጎ ኢትዮጵያን ኣየርላንድን ዘሎ ምሕዝነት በሰንከ ናይ ትግራይ ኩነታት እንዳሓርፈፈ ዝመጸ ኮይኑ ኣየርላንድ ከኣ ኣብ ባይቶ ጸጥታ ውድብ ሕቡራት ሃገራት ካብተን ቀዳሞት ጉዳይ ትግራይ ኣቓልቦ ክወሃቦ ክሰርሓ ዝጸንሓ ሃገራት እያ። ነዚ ምዕጻው ናይ ኢትዮጵያ ኤምባሲ ኣብ ኣየርላንድ ኣመልኪቱ ሚኒስትሪ ወጻኢ ጉዳያት ኣየርላንድ ኣብ ዝሃቦ መግለጺ ኢትዮጵያ ኣብ ኣየርላንድ ዝጸንሐ ኤምባሲ ክትዓጽው ምውሳና ከም ዘሕዘኖ ክሕብር እንከሎ፣ ነቲ ኣብ ትግራይ ዘሎ ኩነታት ከኣ ተገዳስነት ዘድልዮ ጉዳይ ኢሉ ብምጥቃስ፣ ሃገሩ ኣብ ውድብ ሕቡራት ሃገራት ምስ ኢሮጳውያን መሓዙታ ብምዃን ደጋጊማ ክተልዕሎ ከም ዝጸንሐት እዩ ገሊጹ። ፕሬዝደንት ፈረንሳ ኢማኑዌል ማክሮን ትማሊ ብሓደ ወዲ ዓሰርተ ትሽዓተ ዓመት መንእሰይ ናይ እንቋቑሖ መጥቃዕቲ ከምዝወረዶ ተሓቢሩ። ኣብቲ ፕሬዝደንት ማክሮን ንሓደ ኣብ ከተማ ልዮን ዝርከብ ዓለምለኻዊ ናይ ምግቢ ዕዳጋ ዝግበረሉ ቦታ ክበጽሕ መጺኡሉ ዝነበረ ግዜ እቲ መንእሰይ ዝደርበያ እንቋቑሖ ኣብ መንኩብ ኢማኑዌል ማክሮን እያ ዓሊባ። እታ ማክሮን እንዳተሃርመ እንከሎ እተርኢ ቪድዮ ከኣ ብተደጋጋሚ ኣብ ማሕበራዊ ገጻት ኢንተርኔት ዝተዘርግሐት ኮይና እታ እንቃቑሖ ንማክሮን ድሕሪ ምህራማ ከይተሰብረት እያ ኣብ መንኩቡ ሃሪማ ዝተመለሰት። ናይ ውልቀ ሓለውቲ ማክሮን ነቲ ወዲ ዓሰርተ ትሽዓተ መንእሰይ ኣብ ትሕቲ ቀይዲ ዘእተዎ ኮይኖም ንፖሊስ ድማ ተረኪቡ። ኣብ ልዕሊ ዜጋ ኣብ ህዝባዊ ቦታታት መጥቃዕቲ ኣውሪዱ ዝብል ክሲ ድማ ተመስሪትሉ ኣሎ። ማክሮን ከኣ ንጋዜጠኛታት ኣብ ዝሃቦ መልሲ እቲ መንእሰይ ክብሎ ዝደሊ እንድሕር ኣሎ መጺኡ ክዛረብ ከም ዝኽእል እዩ ተዛሪቡ። ከም ዝፍለጥ ኢማኑዌል ማክሮን ቅድሚ ሕጂ እውን ኣብ ሓደ ህዝባዊ ቦታ ብሓደ ዜጋ ተጸፊዑ ዝፈልጥ ኮይኑ እቲ ዝጸፍዖ ከኣ ኣብ ልዕሊ ዜጋ ኣብ ህዝባዊ ቦታ መጥቃዕቲ ኣውሪዱ ተባሂሉ ፎኪስ መቕጻዕቲ እዩ ተቐጺዑ። ውሩይ ኣሜሪካዊ ድምጻዊ ኣር ኬሊ ኣብ ዝሓለፈ ዒስራ ዓመታት ዘለዎ ህቡብነት ተጠቂሙ ኣብ ልዕሊ ደቀንስትዮን ህጻናትን ጾታዊ ዓመጻት፣ መጭወይትን ዘይሕጋዊ ምስግጋር ደቀንስትዮን ክፍጽም ምጽንሑ ብምግላጽ ቤት ፍርዲ ገበነኛ ኢልዎ። እቶም ከሰስቲ ትሽዓተ ደቀንስትዮን ክልተ ደቂ ተባዕትዮን ኮይኖም እቲ መስርሕ ፍርዲ ሽዱሽተ ሳምንታት እዩ ወሲዱ። ደያኑ ክልተ መዓልቲ ኣብ መጋባእያ ድሕሪ ምውዓል፣ ኣር ኬሊ ብኹሉ እቲ ዝቐረበሉ ክስታት ገበነኛ ኮይኑ ከም ዝተረኽበ እዮም ገሊጾም። እቲ ቤት ፍርዲ ናይ መወዳእታ ብይን መቕጻዕቲ ኣር ኬሊ ኣርባዕተ ግንቦት ከም ዝህብ እውን ሓቢሩ ኣሎ። ኣር ኬሊ ብኹሉ እዚ ቀሪብሉ ዘሎ ገበነኛ ኮይኑ ካብ ተረኽበ፣ ብመሰረት ሕጊ እታ ሃገር ንሕልፈት ክእሰር ከም ዝኽእል ክኢላታት ሕጊ ይጠቕሱ ኣለዉ። እቲ ኣይ ብሊቭ ኣይ ካን ፍላይ ብእትብል ደርፉ ዝያዳ ዝፍለጥ ኣር ኬሊ፣ ብጀካ እቲ ልዒሉ ዝተጠቕሰ ገበናት፣ ካብን ናብን ክፍለ ግዝኣታት ኣሜሪካ ደቂ ኣንስትዮ ኣብ ምስግጋርን ትሕቲ ዕድመ ኣብ ግብረ ጽዩፍ ፊልምታት ከም ዝሰርሑ ኣብ ምግባር እውን ክሰርሕ ምጽንሑ እቲ ቤት ፍርዲ ገሊጹ። ኣር ኬሊ ምስ ናይ ገበነኛታት ጉጅለ እውን ርክብ ከም ዝነበሮ ክሕበር እንከሎ፣ ጠበቓ ኣር ኬሊ ግና ንጋዜጠኛታት ኣብ ዝሃቦ ሓበሬታ ኣር ኬሊ ገበነኛ ክበሃል ትጽቢት ከም ዘይነበሮ ገሊጹ። ኣር ኬሊ ብጀካ እዚ ተራእዩ ዘሎ ክስታቱ ኣብ ቺካጎ፣ ኢልኖስን ኣብ ሚኒሶታን እውን ምስ ግብረ ጽዩፍ ትሕቲ ዕድመን ምስ ጭውያን ዝተሓሓዝ ካልእ ክስታት ክቐርበሉ እንከሎ፣ ክልተ መሻርኽቲ ኣር ኬሊ ከኣ ንከሰስቲ ኣር ኬሊ ኣብ ምፍርራሕን ስቅ ክብላ ኣብ ምግባርን ተዋፊሮም ጸኒሖም ብምባል ቤት ፍርዲ ገበነኛታት ኢልዎም ኣሎ። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።